ኣረጋይ ግን እንታይ ኢኻ መሲልካ እስኻ ዒባ ኢኻ በቃ ሕጂ ጸርፈካ እየ ሎማዓንቲ ክጸርፈካ እየ በቃ ዓጢቐ እየ ጸርፊ ሕማቕ እንዲ ግን ንዓኻ ጸርፊ ጥራይ ድግብኣካ ኣብ ሎማዓንቲ ናይ ዑመር ብጣዕሚ ተንካፊ ዝኾነ ቪድዮ ስሉ ዑመር ዑመር መንእሰይ እዩ ብጣዕሚ ከማን ንዓኣ ዝሰምዐ ዘይተሰምዖ ሰብ ክህሉ ኣይክእልን እዩ ኣተዓባቢኡ ንመንእሰይ ወዲ ሰላሳ ዓመት እዩ ዝኸውን ዘሎ ማለት እዩ ግን ንዑመር ብዙሕ ነገር እዩ ወሪድዎ ወላ ኣተዓባቢኡ ባዕሉ ገሊጹ ኣሎ እንደገና ብዚ ደንበ ተቃውሞ እውን መዓት ጸርፍታት መዓት ገለ ቅድም በቶም መግደል ክጽረፍ ነይሩ ሕጂ ካብ ደንበ ተቃውሞ ክጽረፍ ኮታ ጥዑይ ሰብ ንክኸውን ስነ ስርዓት ዘለዎ ሰብ ንክኸውን ዝታብዖ ነገር ኣይነበረ እጂ ኣነ ብዙሕ ሰብ ንዑመር ስለምንታይ ሓደ ትምስሉ ኣፍሪ ተትሕዘሉ ገለ መለ ኢሎም ይጽሕፉ ነይሮም

እንተ ደኣኒ ሓሚምካ መጺኻዮ መይቱ ይጽንሓካ ሓሪፉ ይጽንሓካ ንዝኾነ ነገር ማለት እዩ ክትሻጥሮ እዩ ትኽእል እኒኻ ካብ መጠን ላዕሊ ብሪላንት ዝኾነ ሓንጎል ዘለዎ ሰብ እዩ ኣብቲ ገለገለ ዘይሰማማዓሉ ነገር ኣሎ ሰባት ስለ ዝኾና ምስ ኩልም ሓደ ሓደ ግዜ ምስ ነብሰይ እውን ኣይሰማማዕን ሓደ ሓደ ግዜ ምስ መትየ እውን ኣይሰማማዕን እየ። ኣብ ደንበ ተቓውሞ ነይሩ። ኣብ ደንበ ተቓውሞ ዝነበረሉ እዋን እውን ብዙሕ ነገር ዝርኣዮ ባህ ዘይበሎ ነገር ኣሎ። ከም ብዙሕ ሰብ ገዲፍዎ ጅለ ደጋፋይ ኮይኑ ይፃረፍ እዩ። ንክፃረፍ ዝግድዶ እውን ዝኾነ ሰብ ናይ ዑመር ተኸፍት በሎ ተሪኹም ዝኾነ ነፋጥ ሽሙ ሓቢኡ ነብሱ ሓቢኡ ኣብኡ ዘይበሃል ነገር የለን።

ብዝኾነ ሎሚ ኣተዓባብይኡ ዘምጽኦ ከመይ ጌሩ ከም ዝዓበየ እቲ ምጽራጉ እቲ ገለ ኦነስት ኮይኑ ተዛሪቡ ተንኪፉኒ ከኣ ኣነ ከኣ እቲ ክትንክፎ ዘይገደኒ ስለ ዘዕልሎ ስለ ዝገመትክዎ ንዕኡ ከምዚ ዓይነት ሰብ ዘይምት ምትብባዕ እዩ ዘድልዮ ነዚ ከምዚ ዓይነት ሰብ ምድሃል ዘድልዮ ሰብ ኣይኮነን ምድሃል ዘድልዮ ሰብ ኣይኮነን እንተ ተባቢዑ እዚ ናብ ፖዘቲቭ ወይ እንዳ ተጠቒምሉ ኢዝ ብሪላንት ፐርሰን ሕጂ ከጸልልዎ ተጸል ጽሉል መሲሎም ከጸልልዎ ዝፍትኑ ኣሽሓት እዮም ዑመር ግን ነፍሲ ወከፍ ሰብ ኣብ በጉድዋዱ ኣጸሊሉ ዝኸይ ሰብኣይ ብዘይቀልዓለም እየ ዛረብ ዘለኹ ሕጂ ተዓንኻ ብጡራት ፋሚሊ እዩ መጺኡ ወዲ ሃዘሞ ወዲ በርሕ ፈፃ እዩ ወዲ ህፅሮና እዩ ኣቦታቱ ኣዝዮም ኣዝዮም ህጡራት ፍሉጣት እዮም ኣብቲ ከባቢ ማለት እዩ ኣቦታቱ ኣዝዮም ኣዝዮም ህጡራት ፍሉጣት እዮም ኣብቲ ከባቢ ማለት እዩ ሕጂ ንሱ እውን ሕማቕ ሰብ ኣይኮነን ጥራይ እቲ ኣተሓሕዛና ንባዕሉ ፅቡቕ ኣይኮነ ሕጂ ሓንቲ ኣብነት ይኽበኩም ኣብ ኦክላንድ ዝነበርናሉ እዋን ኩሉ ሰብ ኦክላንድ ዝነበረ ዝፈልጦ ማለት እዩ ሓደ ነይሩ ቀደም ምስ ሓሞዶ ዶ ገለ ዝብሃል ሽፍታ ዝነበረ በዚ መንጎ ሰራየን ኣክለጉዛይን ምስኡ ሸፊቱ ዝነበረ ወዲ ቁሩብ ላቕዋ ክውን ኢሉ እዩ ነዊሕ ወዲ ኣብ ኦክላንድ ዝቕመጥ ነይሩ ሕጂ እቲ ወዲ እንድዒ ጓል ነይራ ምስለን ሰበይት ትረኣዮ መፅኡ ሰበይተይ ሓቢእኩም ኣለኹም ገለ ይብሎም ነቶም ሓበሻት እንዳ ኮፍ መእከበሉ ቦታ ነይሩ ሕጂ ሓበሻ ክንዲ ዘተባብዕዎ ኣጆኻ ክንዲ ዝብልዎ ገለመለ መሊሶም በቃ ይላገጽሉ በቃ ይቐልድሉ ገለመለ ንሱ ግን ናይ ልቡ እዩ ዝዛረብ ነይሩ ናይ ሓንጎል ምትንካፍ ኣለዎ ናይ ብልቡ እዩ ዝዛረብ ነይሩ ሕጂ ንዑመር ከጸልሎ ዝፍትን ሰብ ከጸሉ ኢሉ ሰንቢዱ ጥራይ እዩ ዝኸይድ ድሕሪኡ ኣፉ ክዓጹ ነቲ ባህርታ ባህር ናይ ሓበሻ እየ ግን ክልተ እዚ ወዲ ክበዝሕ ክበዝሕ ክበዝሕ መመጽ ይፈክር ሎም ኸይድ ሰበይተይ ሓሪኩም ኣለኹም እብሎም ኣክንዲ ኖኖ ትጋገ ኣለካ ከምኡ ኣይኮነን ኢሎም ብትሕትና ሰልፊ ከም ዘሎ እንዳረኣይዎ ኣክንዲ ከምኡ ትብሉ ይላገጽሉ ይስሕቁ ይጨቅሉ ይሕጭጭሉ ሓደ መዓልቲ ሽጉጥ ሒዙ መጺዎ ሸርኢ ንሸርኢ እዚ ኩላ ትሕጭጭ ነበረት ሓሳዊት ገሊኦም ጻሕጺሖም ገሊኦም እንታይ ምክብለኩም እየ መጺኡ ተኩሱ ንሓደ ምክኤለ ዝበሃል ሓወና ምስኪናይ ሕቁኡ ስፓይናል ኮር ስፓይናል ኮር ሃሪሞ ፓራላይዝ ሒባ ዓረብያ ከይዳ ሕጂ ንጥዑይ ናይ ኮነ ንቁሩብ ተተንከፈ ንጽሉል ውን ንጥዑይ ውን ከጸልል ዝክእል ባህልታት እዩ ዘለና። ጃማን እታ ኣፍካ ደኣ ኣፍ ራሕባ ኮይኑ ሃህ ኢልካ ሆሆ ትብል ኮንካ ኢካ እምበር። ስለዝረኸብኩ ኣብ ሓድነት ዘለኒ መንገደይ ካብ ነዊሕ ዓመት ዘይቅየር ተቐባልነት ስለዝረኸበ እንዳበረሃሉ ስለዝኸደ ደርሰን እዚኣ ጽሕጻሕን ጽሕጻሕ ጌራቶ እዛ ጓል እዚኣ ቅድሚ ሕጂ ነጊረኩም ነይረ ሰሚራ ሓጎስ ትበሃል ኣብ ዘላ ሓንቲ ጅግና ኣብ ኣሜሪካ ደላይት ፍትሒ እያ ናተይ ስእሊ ኣብ ስእላ ጌራ ኣብ ፕሮፋይላ እዚኣ ሄለን ተኸሰተ መፅያ እንታይ ኣለኪ ዳኣ ኣረጋይ ይኹም ትገብሪላ ክንደይ ናይ ምቅላ ዛሪባ ሄለን እዚኣ ጓል እውን መሊሳ ናይ ከበራ ይገበርኩ ሓንቲ ናይ ድራግ ሰብ ሓንቲ ዝወደቐት ሰብ በቃ ሓንቲ ናብኣ ምምላስ ስቕ ኢለ ገዲፈያ ኣሕሊፈያ ንመን ንመን ከቃልሎ ኣነ ይገብር ኣለኹ ዶ ኣነን እዚ ፅሉል ወዲ ኣማንን ኣማን ዝበሃል መስለን እዚ ሰጉድ

ኣነ'የ ነገራት ክዐሪ ይገብር እየ ከኣ ገንዘበይን ነብሰይን ጫሕ ኣቢለ ይገብር እየ ነዚ ደንበ ተቓውሞ ባይኖ ሄለን ናይ ድራር እያ ብርግጽ ሎምዓንቲ ኣሎ ምስክር ኣሎ። ባይኖ ሄለን ናይ ድራር እያ ብርግጽ ሎምዓንቲ ኣሎ ምስክር ኣሎ። እተን ተተንክፋ ክብረን ዘይሕልዋ ፈኾስከስ ዝብላ ኣብ ዘይዓቕመን ኣብ ናተይ ክብሪ ዝመጸ።

በቲ ጌሶ ምስ ጌሶ ዘራኽብ የብለይን ኣነ ነጊረኩም እየ ኣነ ሰብ እየ ሰሪሐ ደቀይ ዘዕቢ ሰብ እየ ጌሶ ኣብ መንገዲ ዝድቅስ ሰብ እዩ ስለምንታይ ኢና ተላኺፍና ንስላብ ሃርም ኣሎ ንስላብ ሃርም ኣሎ መልሲ ተውክዮ እየ ኣውያት ኩሉ ግዜ ይሃርሙኒ ከምዚ ኩርማጅ ጭጉራፍ ሃሪማቶ እንደገና እንተመሊስኻ ይእው እዩ ኣነ ኣንጻር ዓመጽ እየ ዝቃለስ ክትፈልጥ እንተ ዓሚጽካ ክበካ እዩ ሕሳብካ በዓል እስኻ። ንኹሎም ከይደኮምኩ በዓል ንስኻ ከማኻን ንዓኻ ዝመስሉን ንሁ ረሳሕ ዝኾነ ርእሲ ሒዝካ ሰብ ኣይተርስሕ። ተሊፍኾም ዘሎ ዳርዒዎ ኣክዶ ክድሉ ይላገፅሉ ይስሕቁ ይጨርቅሉ ይሕጭጭሉ ሓደ መዓልቲ ሽጉጥ ሒዙ መፂዎ ሸርቂ ንሸርቂ እዚ ኩላ ትሕጭጭ ነበረት ሓሳዊ ገሊኦም ፀሓፂሖም ገሊኦም እንታይ ምክብለኩም እየ መፂኡ ተኩሱ ንሓደ ምክኤለ ዝበሃል ሓወና ምስኪናይ ሕቕኡ ስፓይናል ኮርድ ስፓይናል ኮርድ ሃሪሞ ፓራላይዝ ሒዝባ ዓረብያ ከይዳ ኣሎ ሕጂ ንጥዑይ ናይ ጎና ንቁሩብ ተተንከፈ ንጽሉል እውን ንጥዑይ እውን ከጸልል ዝኽእል ባህልታት እዩ ዘለና ጃማን ተኣፍካ ደኣ ኣፍርሓባ ኮይኑ ሃ ኢልካ ሆ ትብል ኮንካ ኢኻ እምበር ስለዝረኸብኩ ኣብ ሓድነት ዘለኒ መንገደይ ካብ ነዊሕ ዓመት ዘይቅየር ተቐባልነት ስለዝረኸበ እንዳበረሃሉ ስለዝኸደ ደርሰን እዚኣ ፅሕፃሕን ፅሕፃሕ ገይራቶ እዛ ጓል እዚኣ ቅድሚ ሕጂ ነጊረኩም ነይረ ሰሚራ ሓጎስ ትበሃል ኣብ ዘላ ሓንቲ ጅግና ኣብ ኣሜሪካ ደላዪት ፍትሒ እያ ናተይ ስእሊ ኣብ ስእላ ገይራ ኣብ ፕሮፋይላ እዚኣ ሄለን ተኸሰተ መፅያ እንታይ ኣለኪ ዳኣ ኣረጋይ ይኹም ትገብሩ ኢላ ከምዘይ ናይ ምቅላ ዛሪባ ሄለን እዚኣ ጓል እውን መሊሳ ናይ ከበራ ይገበርኩም ሓንቲ ናይ ድራግ ሰብ ሓንቲ ዝወደቐ ሰብ በቃ ሓንቲ ናብኣ ምምላስ ስቕ ኢለ ገዲፈያ ሒፈያ ንመን ንመን ከቃልሎ ኣነ ይገብር ኣለኹ ዶ

እንተ ሓሚምካ መፅኻዮ መይቱ ይፅንሓካ ሓሪፍ ይፅንሓካ ንዝኾነ ነገር ማለት እዩ ክሻጥሮ እዩ ትኽእል ኢኻ ካብ መጠን ላዕሊ ብሪላንት ዝኾነ ሓንጎል ዘለዎ ሰብ ኣብቲ ገለገለ ዘይሰማማዓሉ ነገር ኣሎ ሰባት ስለ ዝኾና ምስ ኩሉ ሓደ ሓደ ግዜ ምስ ነብሲ እውን ኣይሰማማዕን ሓደ ሓደ ግዜ ምስ መጺ እውን ኣይሰማማዕን ኢዩ። ኣብ ደንበ ተቓውሞ ነይሩ። ኣብ ደንበ ተቓውሞ ዝነበረሉ እዋን እውን ብዙሕ ነገር ዝረኣዮ ባህ ዘይበሎ ነገር ኣሎ። ከም ብዙሕ ሰብ ገዲፍዎ ጅለ ደጋፋይ ኮይኑ ይጻረፍ ኢዩ። ንክጻረፍ ዝግድዶ እውን ብዝኾነ ሰብ ናይ ዑመር ቶኽ ትበሉ ተሪኹም ብዝኾነ ነፋጥ ሽሙ ሓቢኡ ነብሱ ሓቢኡ ኣብኡ ዘይበሃል ነገር የለን። ወዲ ሃዘሞ ወዲ በርህ ዕፃ እዩ ወዲ ጾሮና እዩ ኣቦታቱ ኣዝዮም ኣዝዮም ህጡራት ፍሉጣት እዮም ኣብቲ ከባቢ ማለት እዩ ኣቦታቱ ኣዝዮም ኣዝዮም ህጡራት ፍሉጣት እዮም ኣብቲ ከባቢ ማለት እዩ ሕጂ ንሱ እውን ሕማቕ ሰብ ኣይኮነን ጥራይ እቲ ኣተሓሕዛና ንባዕሉ ፅቡቕ ኣይኮነ ሕጂ ሓንቲ ኣብነት ይኽበኩም ኣብ ኦክላንድ ዝነበርናሉ እዋን ኩሉ ሰብ ኦክላንድ ዝነበረ ዝፈልጦ ማለት እዩ ሓደ ነይሩ ቀደም ምስ ሓሞደድኡ ገለ ዝብሃል ሽፍታ ዝነበረ በዚ መንጎ ሰራየን ኣከለጉዛይን ምስኡ ሸፊቱ ዝነበረ ወዲ ቁሩብ ላቕዋ ክውን ኢሉ እዩ ነዊሕ ወዲ ኣብ ኣብ ኦክላንድ ዝቕመጥ ነይሩ ሕጂ እቲ ወዲ እንድዒ ጓል ነይራ ምስለን ሰበይት ትረኣዮ መፂኡ ሰበይተይ ሓቢእኩም ኣለኹም ገለ ይብሎም እቶም ሓበሻት እንዳ ኮፍ ኢሉ ንእከበሉ ቦታ ነይሩ ሕጂ ሓበሻ ክንዲ ዘተባብዕዎ ኣጆኻ ክንዲ ዝብልዎ ገለ መለ መሊሶም በቃ ይላገጽሉ በቃ ይቐልድሉ ገለ መለ ንሱ ግን ናይ ልቡ እዩ ዝዛረብ ነይሩ ናይ ሓንጎል ምትንካፍ ኣለዎ ናይ ብልቡ እዩ ዝዛረብ ነይሩ ሕጂ ንዑመር ከጸልሎ ዝፍትን ሰብ ተጸሊሉ ኢሉ ሰንቢዱ ጥራይ እዩ ዝኸይድ ድሕሪኡ ኣፉ ክዓጹ ነቲ ባህርታት ባህር ናይ ሓበሻ እያ ግን ክልተ እዚ ወዲ ክበዝሕ ክበዝሕ ክበዝሕ መመጽ ይፈክር ኣሎ ምኸይድ ሰበይተይ ሓቢእኩም ኣለኹም እብሎም ኣክንዲ ኖኖ ትጋገ ኣለኻ

ኣረጋይ ግን እንታይ ኢኻ መሲልካ እስኻ ዒበ ኢኻ በቃ ሕጂ ክፀርፈካ እየ ሎማዓንቲ ክፀርፈካ እየ በቃ ዓጢቐ እየ ፀርፊ ሕማቕ እንዲ ግን ንዓኻ ፀርፊ ጥራይ ዝግበኣካ ኣብ ሎማዓንቲ ናይ ዑመር ብጣዕሚ ተንካፊ ዝኾነ ቪድዮ ስሉ ዑመር ዑመር መንእሰይ እዩ ብጣዕሚ ከማን ንዓኣ ዝሰምዐ ዘይትሰምዖ ሰብ ክህሉ ኣይክእልን እዩ ኣተዓባቢኡ ንመንእሰይ ወዲ ሰላሳ ዓመት እዩ ዝኸውን ዘሎ ማለት'ዩ ግን ንዑመር ብዙሕ ነገር እየ ወሪድዎ ወላ ኣተዓባቢኡ ባዕሉ ገሊጹ'ሎ እንደገና ብዚ ደም ብጥቐሙ ውን መዓት ጸርፍታት መዓት ገለ ቅድም በቶም ብግደል ዝጽረፍ ነይሩ ሕጂ ካብ ብደም ብጥቐሙ ዝጽረፍ ኮታ ጥዑይ ሰብ ንክኸውን ስነ ስርዓት ዘለዎ ሰብ ንክኸውን ዘተባብዖ ነገር ኣይነበረ ሕጂ ኣነ ብዙሕ ሰብ ንዑመር ስለምንታይ ሓደ ትምስሉ

ብዝኾነ ሎሚ ኣተዓባብይኡ ዘምጽኦ ከመይ ጌሩ ከም ዝዓበየ እቲ ምጽራጉ እቲ ገለ ኦነስት ኮይኑ ተዛሪቡ ተንኪፉኒ ከኣ ኣነ ከኣ እቲ ክትንክፎ ዘይገደኒ ስለ ዘዕልሎ ስለ ዝገመትክዎ ንዕኡ ከምዚ ዓይነት ሰብ ዘይምትብባዕ እዩ ዘድልዮ ነዚ ከምዚ ዓይነት ሰብ ምድሃል ዘድልዮ ሰብ ኣይኮነን ምድሃል ዘድልዮ ሰብ ኣይኮነን እንተ ተተባቢዑ እዚ ናብ ፖዘቲቭ ወይ እንድሕር ተጠቒምሉ ኢዝ ብሪላንት ፐርሰን ሕጂ ከጸልልዎ ተጸልጽሉል መሲሎም ከጸልልዎ ዝፍትኑ ኣሽሓት እዮም ዑመር ግን ነፍሲ ወከፍ ሰብ ኣብ ጉድጓዱ ኣጸሊሉ ዝኸይ ሰብኣይ ብዘይ ቀልዓለም እየ ዛረብ ዘለኹ ሕጂ ብጣዕሚ ካብ ውጡራት ፋሚሊ እዩ መጺኡ

በሊሕ ስማርት ታለንትድ ፐርሰን እዩ። እንተደኣኒ ሓሚምካ መጺእካዮ መይቱ ይጽንሓካ ሓሪፉ ይጽንሓካ ንዝኾነ ነገር ማለት እዩ ክሻጥሮ ይትኽእል እኒኻ ካብ መጠን ንላዕሊ ብሪላንት ዝኾነ ሓንጎል ዘለዎ ሰብ ስነ ስርዓት ዘለዎ ሰብ ንክኸውን እተባብዖ ነገር ኣይነበረን